ሰላም ኣሕዋት ኣብዛ ናይ ማይክሮሶፍት ወርድ ክላስ እምበኣር ከመይ ጌርና ናምበር ፔጅ ንእቱ ናብ ገጻትና ማለት እዩ እንድሕዳ ብፍላይ ብብዝሒ ገጻት ሃልዮምና ብዘየገድስ ኣብ ናይ ቢዝነስ ይኹን ኣብ ናይ ትምህርቲ ዓለም ንዑ ፓጅ ናምበር ክንእትወሉ ኣገዳስነት ኣለዎ ምክንያቱ ኣበየ ናይ ፓጅ እንታይ ከም ደሎ ንምፍላጥ ማለት እዩ ሕጂ ንዑ ንምግባር ንኣብነት ኣብቲ ናይ ሄደር ክንእትወሉ ኢልና ንበል ኣብ ሄደር ክሊክ ንገብር ድሕሩ ኢንሰርት ንኸይድ ኣብቲ ናይ ኢንሰርት መፅእና ኣብዚ ናይ ኢንሰርት ፓጅ ናምበር ንብል ኣለና ንኣብነት ፓጅ ናምበር ክንእቱ ተደሊና ናብዚኣ ንመፅእ ኣብ ላዕለዋይ ወገን ብለና ኣሎ ኣብ ላዕለዋይ ወገን ወይ ድማ ኣብ ታሕተዋይ ኣብቲ ናይ ፉተር ፓጅ ማርጅን ኩረንት ፎርማት ናምበር ፓጅ ናምበር ሪሙቭ ፓጅ ናምበር ዝብል ኣለና ንሕና ሕጂ ኣብ ቶፕ ክንብል ኢና ኣብ ቶብ ዝተፋላለየ ዓይነት ጣሽሙ ኣለና ከም ዝትሪእዎ ኣለኹም ዝተፋላለየ ቅዲ ኣለና ኣቐዲሞም ዘበሉ ማለት እዩ ንኣብነት ንሕና ሕጂ ካብዘም ኩሎም ሓንቲ ክንመርጽ ኣለና ንኣብነት ካብዘም ኩለን ሓንቲ ንክንመርጽ ንሕና ንኣብነት እዚኣ መሪጽና ንበላ ወይ ድማ ፓጅ ናምበር እዚኣ ክንመርጽ ንኽእል ኢና ደሓንና እዚኣ መሪጽና ንበላ ኦኬ እዚኣ ምስ መሪጽና ኣለና ኣብኡ ሕጂ ኣቲና ኤዲቲንግ ክንገብር ንኽእል ኢና ከም ዝትሪእዎ ኣለኹም ተዘይኮይኑ እውን እንታይ ስካ ክንገብር ንኽእል ኢና ነዚ ናይ ፓጅ ናምበር ናብ ናይ ሄደር ናብ ላይ ኣውት እንድሕር ዳ መፂና እንታይ እስኪ ሓደ ሓደ ግዜ ከጋጥመና ኸእል ኦኬ ናብዚ ናይ ሄደር ንቐደም እቲ ናይ ፓጅ ናምበር ኤዲቲንግ ክንገብሮ ንኽእል ንምረፅ ኣብዚ ሕጂ እንታይ ክንገብር ንኽእል ኢና ሊንክ ክነትሕዞ ንኽእል ኢና ተደልና ምስ እቲ ፓጅ ናምበር ዝኸይድ ንኣብነት ናብ ዝሓለፈ ናብ ዝመፅእ ከምዚ ኔክስት ፕሪቨስ ዝብል ዘሎ ከምኡ ክነትሕዞ ንኽእል ተዘይኮይኑ ከዓ ናብ ፓጅ ናምበር ንመፅእ ኣብኡ ዝተፈላለላይ ፎርም ኣለና ንኣብነት ፎርማት ፓጅ ናምበር ድሕር ኣብ ፎርማ ክንእትወሉ ደሊና ክሊክ ንገብር ኣብዚ ዝተፈላለዩ ነገር ከነምፅእ ንኽእል ኢና ንኣብነት ክንሱ ካብ ሓደ ይጅምር ካብ ድላይና ክነጀምሮ ንኽእል ኢና ንኣብነት ስታርት ኣት ንብሎ ንኣብነት ሸዓተ እንድሕር ኢልናያ ካብ ሸዓተ ከጀምሪ ኣብዚ ከዓ ድላይና ዓይነት ኣቆፃፅራ ናምበር ክንመርፅ ንኽእል ኢና ኤቢሲዲ ወይ ናይ ግእዝ ወይን ካልእን ካልእን ኦኬ ምስ ንብሎ ባር ካብቲ ዝበልናዮ ይጅምር ድሕር ኣደልና እውን ተመሊስና ብናይ ግእዝ ክንቆፅር ንኽእል ኢና ፎርማል ናምበር ንብሎ ኣብዚ ሕጂ ክንዲ እንተኣሽሙ እዚ ናይ ግእዝ ኦኬ ባር በዚ ትሪእዎ ኣለኹም ይጅምር ሸዓተ እያ እዚኣ ሕጂ ሕጂ እንታይ ከስካ ሓደ ሓደ ግዜ እንድሕር ኣብዚ መፂእና እዛ ሃውቱ ኢዲት ቴክስት ትብል ደላ ሓደ ሓደ ግዜ ክትቋራርፅ ትኽእል እያ ንኣብነት ትሽዓተ ኣብዚ ምሽ ሕጂ ዓሰርተ ኣሎ እዛ ኤዲተር ትብል ዘላ ቴክስት ኩሉ ግዜ ካብ ፓጅ ዓሰርተ ክትብገስ እንድሕር ደኣ ደሊና ንኣብነት ኮ እንተደሊና ኣብዚ መጺእና ባክ ባክ እንድሕር ኢልና ክንኣልያ ንኽእል ኢና ካብታ ፓጅ ካብኣ ክትብገስ እንድሕር ደኣ ደሊና ካብታ ዓሰርተ ኣብዚኣ መጺእና ሰሌክት ንገብር ሽዑ ላይ ኣውት ንኸይድ ድሕሪ ላይ ኣውት ብሬክ ንብላ ብሬክ ፓጅ እንድሕር ደኣ ኢልናያ ወይ ድማ ኣብዛ ናይ ፓጅ እዚኣ እንድሕር ደኣ ኢልናያ ባር ኩሉ ግዜ ምስዛ ናይ እንታይ ሽሚያ እታ ሒዝናያ ነበርና ቴክስት ምስዛ ናይ ዓሰርተ እያ ክንሪያ ኢና ኣበይ ኣላ ዓሰርተ ኦፕ ኣሃ ኦኬ ሂር ኢዝ ኣዋር ፍተር ኦኬ ንሕና እንታይ ክነምፅእ ኢና ድሓን ሃው ቱ ኤዲት ቴክስት ኦኬ እዚኣ ሃው ቱ ኤዲት ቴክስት ምስታ ናይ ፓጅ ዓሰርተ ክነምፅኣ ኢና ሌኣውት ብሬክ ኮለን ዝብል ኣለና ቴክስት ኔክስት ፓጅ ወይ ድማ ኮንቲኒ ኣብ ናይ ኔክስት ፓጅ እስካ ንሪኣ ኢና ሕጂ እንድሕር ኣብ ናይ ኔክስት ፓጅ ገይርናያ ኦኬ እንድሕር ካብዚ መፂና እዛ ገፅ እዚኣ ካብዛ ናይ ኔክስት ፓጅ ኣይትሓልፍን እያ ደላ ማለት እዩ ካብዛ ናይ ሄደር ኣብዚ መፂና ሕጂ ንሕና ድላይና እቲ እንጣሽሞ ኤዲቲንግ ክንገብር ንኽእል ኢና ንኣብነት ኣብ ናይ ፎርማ ከድና ኣብዚ ብናምበር ክንቀይራ ኢና ምእንቲ ክርዳና ኦኬ ቻተ ኦኬ ባርዛ ኤዲተር ቴክስት ኩሉ ግዜ ኣብ ገጽ ቻዕታ ክጸንሓና እያ ማለት እዩ እዚ ብናይ ብሬክ ሓገዝ ተጠቂምና ኢና እምበር እቲ ፓጅ ናምበር ኣዝዮም ኣገደስቲ እዮም ምክንያቱ ብፍላይ ኣብ ብዝሕ ዝበለ ገጻት ክንፅሕፉ ክንሰርሕ ኮለና ኣበየናይ ፓጅ ከም ምህላውና ምርጋፅ ታራ ኣለዎ ምክንያቱ ኤዲት እንዳገበርና እንድሕር ደኣ ክነጥፋ ደሊ ናበይ ፓጅ ከም ዝነበርና ካልእን ካልእንስ መረጋገፂ ኣለና ማለት እዩ